በዚ ተቓውሞ ዝተላዕለ ብዙሓት መኪና ኣቃጺሎም። ኣብ ጥልያን ዝተኻየደ እዩ ስእሊ ናይ ኤርትራውያን ኣብ ሊብያ ዝርከቡ ብምግባር። ኤርትራውያንን ይዕዘብ እየ ስለምንታይ ኣብ ቢዝነስ ልዕለና ይሰርሑ ስለምንታይ ይበልጹና። ሰላም ከመይ ትኾኑ ጋይስ ካፍ ይሊን ሎም መዓልቲ ካብ ዝተፈለየ ኣገዳሲ ዝበልኩ ሓበሬታ ተመይስና ኣለና ከምቲ ልሙድ ላይክ ምግባር ጀምሩ ኣሳብ መወዳእታ ምሳይ ጽንሑ let's go። ቺፖ ካፍ ፊሪ። ሰዝጋስ ነይሩ እሞ ዓንታይ መጀመርያ ሕበሬታና ብዛዕባ ተስላ ዝምልከት እዩ ተስላ መኪና ትዝውሩ እዚኣ ኣዝያ ኣገዳሲት ሓበሬታ እያ ከም ዝፍለጥ ኣብ ዝሓለፈ ውሑዳት መዓልታት ጀሚሩ ዝኾነት ትኹን ስራሓት ናይ ተስላ ዝኾነት መኪና ኣብ ጎደናታት ሰብ ከቃጽለን ይረኣ ኣሎ ማለት እዩ እዚ ከኣ ኣንጻር ኤለን ማስክ እዩ ኤለን ማስክ ከም ዝፍለጥ ኣብ እዚ ሕጂ እዋን ኣብ ምሕዳር ትራምፕ ማለት እዩ እቲ ቀንዲ ኣገዳሲ ሰብ ናይ ትራምፕ ኮይኑ ዘሎ እዩ በዚ ካኒ ብዙሓት ፈተውቲ ኣለዎ ብዙሓት ካኒ ጸላእቲ ኣጥሪ ኣሎ ማለት እዩ ስለዚ ኣንጻር ኤላ ማስክ ዝኸይድ ዘሎ ጎስጓስ ካኒ በዚ ናይ ተስላ ዝኾነ ይኹን ኤላ ማስክ ዝውንኖ ነገር ኣንጻሩ ክኸይድ ይረአ ኣሎ በዚ ከዓ ሓደ ካብኡ እዘን መካይን ምቅጻል እዘን ትሪእወን ዘለኹም ብሙለን ተስላ እየን ኣብ ሓደ እዋን ብሓንሳብ ዝተቃጸላ እየን Multiple cars were set on fire at a Tesla service center in And the person responsible is still at large. ብጀካ እዚ እውን ሳይበር ትራክ ከም ትሪእዋ ዘለኹም ብዙሓት እየን በበይኑ እዋናት ኣብ ዝተፈላለዩ ቦታታት ኣብ ኤውሮጳ ዝካየድ ዘሎ ኣንጻር ኤሎን ማስክ ዝግበር ዘሎ ጎስጓስ እዩ ኣብ ኤውሮጳ ጥራይ ኣይኮነን ኣሜሪካ ባዕሉ እውን ኣንጻር ኤሎን ማስክ ብዙሕ መካይን የቃጽልዎን ኣለዎ ማለት እዩ ስለዚ እዚ ተቃውሞ ኣንጻር ኤሎን ማስክ እንዳሓየለ ይኸይድ ስለ ዘሎ ከኣ ኣብ ብዙሓት ተስላ ዝውንኑ ሰባት ስግኣት ፈጢሩ ኣሎ ማለት እዩ። ገሊኦም ኣንጻር ኤሎን ማስክ ስለ ዝኾኑ ጥራይ እቲ ሎጎ ይቕይርዎ ኣለዉ ማለት እዩ። ገሊኦም ከኣ መኪኖም ከይትነድዶም ፈሪሖም፣ ከይትቃጸሎም ፈሪሖም እቲ ሎጎ ዝቐየርዎ ከኣ ብዙሓት ኣለዉ ማለት እዩ። ከምቲ ትሪእዎ ዘለኹም ተስላ ከለዋ እተን መካይን ሎጎ ካልእ መኪና ይእትውለን ኣለዉ ማለት እዩ። ከምቲ ትሪእዎ ዘለኹም ሳይበር ትራክ እያ ግን ትዮታ ብምባል ግን ብኽንዲ ገለ ጽሒፎምላ ኣለዉ። እዚ ከኣ ካብ ምቅጻል ከድሕኖም ይኽእል መስለኒ። ከም ትሪእዎ ዘለኹም እዞም ኩለን ስራሓት ናይ ተስላ እንተኾነ ግን ብሆንዳ ድዩ ብገለመለ ብሙለን ሎጎአን ቀይሮመን ኣለዉ ማለት በዚ ጥራይ ኣይኮነን እቲ ተቃውሞ ናይ ኤሎን ማስክ እውን ዝቕጽል ዘሎ ብከምዚ ዓይነት መልክዕ ብስእሊ ኣብ ዝተፈላለዩ ቢልቦርድ እውን ሰቒሎም ኣንጻር ኤሎን ማስክ ጎስጓስ ገብሩ ኣለዉ እዚ ከኣ ኣብ ኣሜሪካ ኣይኮነን ኣብ ሎንደን እዩ ዝብል ዘሎ ከም ትሪእዎ ዘለኹም ኣብ ሎንደን ብሓፈሻ ኣብ ኤውሮጳ ብሰፊሑ ካብቲ ተቓውሞ ዝግበረሉ ዘሎ ናይ ኤሎን ማስክ ቦታታት እዩ ማለት እዩ። ነዚ ኣብ ልዕሊ ኤሎን ማስክ ዝኸይድ ዘሎ ጎስጓስ ዶናልድ ትራምፕ ተቓዊምዎ እዩ። ተቓዊምዎ'ውን ጥራይ ኣይኮነን፣ ተስላ ክገዝእ እውን ኣብ ቴሌቪዥን ቀሪቡ ተስላ ከም ዝገዝአ ፕሮሞት ከም ዝገበረሉ'ውን ኣብዚ ሰሙን'ዚ ርኢና ኔርና ማለት እዩ። ይኹን እምበር ተስላ ኣብዚ ሕጂ እዋን ስቶክ ናቱ ኣዝዩ ከም ዝጎደለ እዩ ዘርኢ ዘሎ። ናብ ካልእ ሓበሬታ ምስ ንኸይድ ኤርትራውያን ተቐማጦ ኡጋንዳ ኣድናቖት ረኺቦም ዝብል ሓበሬታ እዩ። እዚ ትርእይዎ ዘለኹም ሓደ ካብቶም ዓበይቲ ነጋዶ ናይ ኡጋንዳ ሚስተር ቻርልሰ ሚበሪ ኣብ ሓደ ናይ ንግዳዊ ዋኒን መጋባእያ ዝተዛረቦ እዩ ማለት እዩ። ኣብ ሎቀጥቢ ቻይኒዝ ኢንቨዥን ኦፍ ቢዝነስ እያ ኣብ ሎቀጥቢ ኢሪትሪያን ኢንቨዥን ኦፍ ቢዝነስ እያ። ዓብላሊ ንግዳዊ ምንቅስቓስ ቻይናውያን ኤርትራውያንን ይዕዘብ እየ። ስለምንታይ ኣብ ቢዝነስ ልዕለና ይሰርሑ፣ ስለምንታይ ይበልጹና ኢለ ክሓትት እንከለኹ፣ እቲ መልሲ ኣብ ዲሲፕሊንን ብሓባር ናይ ምስራሕ ባህልን እየ ዝረኽቦ። ንሕና ዩጋንዳውያን ነዚ ክንሃንጽ እንተዘይክኢልና ኣብ ባይታ ክንስዕሮም ከሸግረና እዩ ብምባል ተዛሪቡ ኣሎ። ቻርልሰን ወሲኹ ኩሉ ግዜ ቀዳምን ሰንበትን ዝዕዘቦ ብውሕዱ ናይ ሓሙሽተ መጻምዲ ኤርትራውያን መርዓ ይርኢ እሞ ኣብ ፈለማ ዕስራታት ዘለዉ መንእሰያት ስለምንታይ ክንድዚ መርዓ ኢለ ኣብ ዝሓትተሉ

ብዙሕ ተሞክሮ፣ ሃናጺ ልምድታትን ክትቅበል ትኽእል ኢኻ። እዚ ኣገላልጻ ናይዚ ኡጋንዳዊ በዓል ዋኒን ዘይከም ናይ ገለ ገለ ደቂ'ታ ሃገር ዘሰክፍ ኣበሃህላታት ሕማቕ ኣይኮነን፣ ኣወንታዊ'ዩ፣ ብኣንጻሩ እዚ ኤርትራውያን ተቐማጦ ኡጋንዳ ድማ ኣብ ህዝቢ ኡጋንዳ እንታይ ኣወንታዊ ተሞክሮ ክቐስም ይኽእል ነቲ ጸጽቡቑ ብምስትውዓል ክውሰድ ዘለዎ'ዩ። ናብ ካልእ ሓበሬታ ብዛዕባ ኣብ ሊብያ ንዘጋጥም ዘሎ ዝምልከት ሓበሬታ ክነግረኩም ከም ዝፍለጥ ኣብ ዝሓለፈ ውሕዳት መዓልትታት ኣብ ሊብያ ዘጋጥም ዘሎ ብተኸታታሊ ክነቕርቦ ቀኒና ኣለና ኤርትራውያን ኢትዮጵያውያን ብዙሓት ስደተኛታት ኣብ ሊብያ ብዙሕ ሽግራትን ብዙሕ ግፍዕታትን ወርዶም ኣሎ ነዚኦም ንምሕጋዝ ከኣ ዕለት 1 ወርሒ 4 2025 ኣብ ብራስለስ ቤልጁም ዓቢ ሰላማዊ ሰልፊ ክካየድ እዩ ዝብል ሓበሬታታት ወፂ ኣሎ ማለት እዩ ስለዚ ነዚኦም ድምጺ ንኽንኮኖም ከኣ ኣብዚ ሰላማዊ ሰልፊ ንኽሳተፉ በዚ ኣጋጣሚ ክዕድመኩም እፈቱ። እዚ ትሪእዎ ዘለኹም ኣብ ባይቶ ናይ ኢታሊ ዝነበረ ደገፍ ንስደተኛታት ዝምልከት እዩ ወይ ከዓ ድምፂ ንክኾኖም ዝቐረበ እዩ። እዚ ኸኒ ኣብ መላእ ኤውሮጳ ንክቕፅል ኣብዛ ናይ ዕለት 14 ኣርባዕተ ክልተ ሽሕን ዕስራን ሓሙሽተን ደገፍኩም ሃቡ ማለት እዩ። እና እንዳተመነኹ ኣገዳሲ ሓበሬታ ስለ ዘለኒ እየ እዛ ቪድዮ ናባኹም ዘብላ ዘለኹ ማለት እዩ። ከም ዝዝከር ለንቂነይ ኣሕዋትና ኣብ ሊብያ ተቐርቂሮም ኣብ ሞትን ሂወትን ተቐርቂሮም ናይ ሓጉዝና ጻውዒት ይገብሩ ኣለዉ ማለት እዩ። ኣብ ሱዳን ውን ከምኡ ኣብ ኢትዮጵያ ከምኡ ኣብ ግብጺ ኣብ ኡጋንዳ ኣብ ዝተፈላለየ ማለት እዩ። ከም ሎሚ ስደተኛ ኮይና ኣይንፈልጥን ኢና ከም ሎሚ ከኣ ከም ስደተኛ ከፊእና ኣይፈልጥን እዩ ማለት እዩ። ስለዚ ነዚ ጻውዒት ንምግ ነዚ ጻውዒት እዚ መልሲ ንምሃብ ደሃዮም ንምዃን እንታይ እንተገበርና ምስ መን ኮይንና እንተገበርናዮ ዝብል ሓሳባት ቅኒ ማለት እዩ ሕጂ ኣብ ብሩክሰል ማለት እዩ ወይ ድማ ብራስለስ ኣብ ርእሲ ከተማ ናይ ቤልጅዩም ኣብ ቅድሚ ቤት ጽሕፈት ናይ ኤውሮጳዊ ሕብረት ዓቢ ሰለማዊ ሰልፊ ተዳልዩ ስለ ዘሎ ብሓፈሻ ነቲ ናይ ኤውሮጳ ፖሊሲ ኣንጻር ስደተኛታት ዝኹንንን ነቶም ኣብ ፍቕድኡ ተቐርቂሮም ዝሳቐዩ ዘለዉ ስደተኛታት ድማ ድምጺ ዝኸውን ዓቢ ሰለማዊ ሰልፊ ተዳልዩ ስለ ዘሎ ንዕለት ዓሰርተ ወርሒ ኣርባዕተ ሰዓት ዓሰርተ ንጉሆ ድጅምር ማለት እዩ ስለዚ ኩላትኩም የሕዋተይ ንቶም ኣብኡ ተቀርቂሮም ዘለዉ ኣሕዋትና ድምጺ ክንኮኖም ሽዑ መዓልቲ መጺና ክንሳተፍ ይዕድመኩም ማለት እዩ በይንና ኣይኮንና ንገብሮ ዘሎና ኩሎም ብዙሓት ኣፍሪቃውያን ኣሕዋትና ኣለዉ ከምኡ ውን ኤሮጳውያን ውን ኣሎ ማለት እዩ ብሓንሳብ ኮይንና ኢና እዚ ክንገብሮ ማለት እዩ ስለዚ ኤርትራውያን ብፍላይ ኣብ ኢትዮጵያ ተቀርቂሮም ዝሳቀዩ ኣለዉ ኣብ ኡጋንዳ ተቀርቂሮም ዝሳቀዩ ኣለዉ ኣብ ሱዳን ከምኡ ርኢኹሞም ኣብ መንጎ ኩናት ተቀርቂሮም ምሩኻትን ገለን ተባሂሎም ከምኡውን ኣብ ኢትዮጵያ ብዝያዳ ከምዚ ክንዛረበሉ እውን ዝቐነና ኣብ ከቢድ ኩነታት እዮም ዘለዉ ስለዚ ኩነታት ኤርትራውያን ስደተኛታት ናይ ብሓቂ ኣብዚ ግዜ እዚ ቆላሕታ ዘድልዮ ነገር እዩ ተዘይኮይኑ ናብ ካልእ ዓይነት ዓቢ ዕንወትን ዲዛስተርን እውን ክስዕብ ስለ ዝኾነ ስለዚ ዓለም ኣብዚ ግዜ እዚ ናይ ብሓቂ ኤርትራዊ ስደተኛ ቆላሕታ ክትገብረሉ ከም ዘለዋ ክነእውየሉ ዘለና ግዜ ሕማቕ ዕድል ኮይኑ ልክዕ ተሰዲና ኢና ዘለና ግን ክሳብ ናይ ብሓቂ ነባሪ ፍታሕ ስለ ዘይመፀ እዚ ኣብ ስደት ተቐርቂሩ ዘሎ ህዝቢ ክድሕን ስለ ዘለዎ ሕጂ ኢና ድምጺ ክንከውን ክንኮኖ ዘለና ማለት እዩ። ስለዚ ንዕለት ዓሰርተ ዓቢ ሰለማዊ ሰልፊ ተዳልዩ ኣሎ። ኩላትና ብሓባር መጺእና ናይ ብሓቂ ድምጾም ክንኮውን ይላበወኩም። ኣብ ዝመጽእ መዓልታት ነቲ ምዕባለታት ኣብ ዝተፈላለየ እንዳተዛራረብና ከነስፍሖ ኢና። ንሕጂ ግን ነታ መዓልቲ ኣቐዲምኩም ክትፈልጥዋ ስለ ዘለኩም እየ ዝሕብረኩም ዘለኹ ማለት እዩ። ዕለት ዓሰርተ ይቕሬታ ዕለት ዕለት ዓሰርተ ወርሒ ኣርባዕተ ክልተ ሽሕን ዕስራን ሓሙሽተን ኣብ ርእሲ ከተማ በልጅም ዓቢ ሰለማዊ ሰልፊ ተዳልዩ ኣሎ ኣብኡ ክንራከብ ካኣ ይዕደመኩም የቀንየለይ።
ሰዝጋት ናይ ሎማዓንቲ ቪድዮ ዝመስል ነይሩ ክሳብ ኔክስ መደብ ንራኸብ ሰላም።